ሰላም ክቡራት ተኸታተልቲ ኤስቲቪ ከመይ ቀኒኹም? ሎሚ እውን ኖርወይ ከመይ ቀንያ ዝብል መደብ ሒዝናልኩም ቀሪብና ኣለና ኣብዚ ናይ ሎሚ መደብና ንሰራሕተኛታትን ኣስራሕትን ኣብ ኖርወይ ዝምልከት ሓደስቲ ሕግታት ዝወፀ እማመ ንሕግታት ኮሮና ቫይረስ ኖርወይን ኩነታቱን፣ ትምህርቲ ዘቋረጹ ተመሃሮ ዩኒቨርሲቲን ኮለጃትን ኣብ ኖርወይ፣ ዋሕዚ ስደተኛታት ካብ ዩክረይንን ኣብ ኦስሎ ቶዮን ትማሊ ዘጋጠመ ፍጻመ ካብ ፖሊስ ዝረኸብናዮ ጸብጻብን ሒዝናልኩም ቀሪብና ኣለና። ምክትታልኩም ንዕድም። ኣቐዲመ ግን እቶም ሳብስክራይብ ዘይገበርኩም ክትገብሩን ንመሓዙትኩም ኣብ ኖርወይ ዝነብሩ ወይ ውን ካልኦት ግዱሳት ክበጽሑም ድማ ላይክን ሼርን ክትገብሩ ብኽብሪ ንዕድም። መንግስቲ ኖርወይ ሰራሕተኛታት ሚእቲ ፐርሰንት ስራሕ ክቑጸሩ ዘኽእል ሕጊ ንኽጸድቕ እማመ ኣቕሪቡ። በዚ ሕጊ መሰረት ነቶም ብከፊል ሚእታዊት ወይ ድማ ደልቲድ ሰራሕተኛታት ክቖጽሩ ዝደልዩ ኣስራሕቲ ግቡእ ዶኩመንታት ከቕርቡ ከገድድ እዩ። እቶም ብከፊል ሚእታዊት ዝሰርሑ ሰራሕተኛታት ውን፣ ናይ ተወሳኺ ግዜ ስራሕ ማለት ኤክስትራ ሽፍት ክወሃቦም ኣማራጺ መሰል ውን ከውህቦም እዩ። ሚኒስትሪ ናይ ሚኒስትሪ ዕዮ ሃዲያ ታጂክ ሚእቲ ፐርሰንት ስራሕ እቲ ዝጸንዐ ሕጊ ኖርወይ ክኸውን፣ እቶም ሰራሕተኛታት ድማ ብኸፊል ወይ ድማ ደልቲድ ክሰርሑ ምስ ዝደልዩ ኣገዳስነቱ ክርእ ከምዝኾነን እያ ትሕብር። ኣብዚ እዋን ብኸፊል ስራሕ ምቑፃር ኣብ ናእሽቱ ትካላት ዝተፈላለዩ ዓውድታትን ኣዝዩ ዝተለምደ ነገር ኮይኑ እዩ ዘሎ። ንኣብነት ኣብ መሸጣ ዝነጥፋ ትካላት ሓደ ካብ ሰለስተ ሰራሕተኛታቶም ብኸፊል ዝተቖፅሩ ሰራሕተኛታት እዮም። ኣብ ሆቴላትን ኣብያተ መግብታትን ፍርቂ ሰራሕተኛታት ብኸፊል ዝተቖፅሩ እዮም። ኣብ ዓውዲ ጥዕና እውን ብ ክልተ ሽሕን ዕስራን ጸብጻብ መሰረት፣ ሰብዓ ካብ ሚእቲ ብኸፊል ወይ ድማ ደልቲድ ዝሰርሑ እዮም። ናይ ምሉእ ሚእታዊት ሰራሕተኛታት ማለት ፉልቲድ ምቑጻር ባህሊ ከነተኣታቱ ኣገዳሲ ምዃኑን ሰራሕተኛታት እውን ክነብርሉ ዘኽእሎም እኹል ደሞዝ ክረኽቡ ግቡእ ምዃኑን ተሳታፍነትን ውሕስነትን ከም ዝህቦም ብኸፊል ሚእታዊት ስራሕ ግና ድልቲድ ዋሕዲ ፍርያምነትን ዓቕሚ ሰብን ከምኡውን ዝወሓደ እቶትን ዝኸበደ መነባብሮን ንሰራሕተኛታት ከም ዝህልዎም ከም ዝገብር ትገልጽ። ካብ ክልተ ሽሕን ዓሰርተ ክልተን ክሳብ ክልተ ሽሕን ዒስራን ኣብ ዩኒቨርሲታትን ኮለጃትን ኖርወይ ዝተመዝገቡ ተምሃሮ እቶም ሸውዓተ ካብ ዓሰርተ ትምህርቶም ከም ዘቋርጹን ድሕሪኡ ድማ ዝተወሰነ ግዜ ፍርቆም ጥራይ ንትምህርቶም ክቕጽሉ ከም ዝምለሱን ኤስኤስፒ ክፍሊ ስታቲስቲካዊ ቢሮ ሓቢሩ። እዚ እቲ ዝጠፍአ ዕድል ቀርን እቶም ጀሚሮም ዘይወድኡ ድማ ውሕስነት ስራሕን ዝሓሸ ደሞዝ ናይ ምርካብ ዕድልን ከምዝስእንዎን ማጅሊሳ ለቭሮግ ሓቢራ። ትማሊ ለይቲ ኣብ ቶየን ኦስሎ ብዝሕ ዝበሉ ካራታትን ሓፃውንን ዝሓዙ ሰባት ዕግርግር ከም ዝገበሩን ፖሊስ ኣብቲ ሰዓት 10:20 ናይ ለይቲ ግዜ ኣብ ትዊተር ዝዘርግሖ ሓበሬታ ገሊጹ። ፖሊስ ኣብቲ ቦታ ተንቀሳቒሶም ምስ ገለ ሰባት ተዘራሪቦም ዝረኽቡ ሓበሬታ መሰረት ገለ ካብቶም ሰባት ሽጉጥ ዝሓዙ እውን ከም ዝነበሩ ተሓቢሩ ፖሊስ ነቲ ካራታትን ሓጻውንን ከም ዝረኸቦን ሓንቲ መኪና ድማ ንኽትምርመር ከም ዝተወስደትን ሓቢሩ'ሎ። ብተወሳኺ ግን ዝኾነ ጉድኣት ኣብ ሰባት ዝተመዝገበ ከም ዘየለ እቲ ሓበሬታ የረድእ። ኣብ ኖርወይ ሕግታት ኮሮና ካብ ቀዳም ሰዓት ዓሰርተ ጀሚሩ ምሉእ ብምሉእ ተሰሪዙ ኣሎ። እዚ ማለት ምጥቃም መሸፈኒ ኣፍ፣ ሓደ ሜትሮ ርሕቀትካ ምሕላው፣ ምውሻብን ምንጻልን ዝብሉ ሕግታት ምሉእ ብምሉእ ተሰሪዞም ኣለዉ። ገለ ገለ ሕግታት ግን ኣብ ሰሜን ኖርወይ ትርከብ ስቫልባርድ ትበሃል ቦታ ንዝተወሰነ ግዜ ክጸንሕ እዩ። ሽሕ እኳ እዚ ሕግታት እንተተሰረዘ፣ ሚኒስትሪ ጥዕና ግን ገለ ምኽርታት ንህዝቢ ኣመሓላሊፉ ኣሎ። ንሱ ድማ ኣእዳውካ ምሕጻብ ልምድ ልምድን ክትስዕል ከለኻ ኣፍካ ምሽፋንን ጽቡቕ ባህሊ ብምዃኑ ክትግበር ከም ዘለዎን ክታበት መደባት ምክትታል ማለት ክኽተብ ዝግብኦ ሰብ ኣብ ግዜኡን ኣብ ሰዓቱን ክኽተብ ከም ዘለዎን ምልክታት ኮሮና እንተተራእካ ነብስኻ ባዕልኻ ክትምርምር ከም ዘለካን ናብ መውዓሊ ህፃናት ዝኾዱ ቆልዑ ናይ ኮሮና መርመራ ከም ዘየድልዮምን እዩ እዚ ከምዚ ኢሉ እንከሎ ብኮሮና ተለኺፎም ኣብ ስራሕ ዘብኮሩ ኣብ ሆስፒታላት ብሕማም ኮሮና ዓራት ዝሓዙን እናበዝሑ ይኸዱ ከም ዘለውን ዝረኸብናዮ ጸብጻብ የመልክት ኣብዚ ዩክሬን ራሻን ተፋጢጠናሉ ዘለዋ እዋን ዋሕዚ ስደተኛታት ካብ ዩክሬን ከይውሕዝ ይፍራሕ ኣሎ ቪክቶር ኦርባን ዝተባህለ ናይ ሃንጋሪ ቀዳማይ ሚኒስተርን የመናዊ ሰልፊ መራሕን ሩስያ ንዩክሬን ተወሪራታ ብኣማኢት ኣሽሓት ዝቑጸሩ ስደተኛታት ናብ ኤውሮጳ ክውሕዙ'ዮም ይብል። ፕረሲደንት ጆ ባይደን እውን ሩስያ ንዩክረይን ድሕሪ ጽባሕ ማለት ዕለት ዓሰርተ ሽዱሽተ መጥቃዕቲ ክትፍንወላ ከምትኽእል ገሊጹ ኣሎ።
ክቡራት ተኸታተልትና ኖርወይ ከመይ ቀንያ ዝብል ፕሮግራምና ኣብዚ ዛዚምና ኣለና ኣብ ዝሓለፈ ግዜ ዜግነት ኖርወይ ንምሓዝ ዝወፁ ሓደስቲ ቅጥዕታት ዘቕረበ መደብ ኣዳልነልኩም ነርና ዝሰደድኩምልና ብዝሕ ዝበለ ሕቶታትን ብግልን ብኮመንትን ድማ በፂሕና ኣሎ እምበኣር ንዑ ዝምልስ ኣብ ዝመፅእ ግዜ ሓድስ መደብ ከነቕርበልኩም ኢና ነዚ ነዳልዎ መደባት ዝያዳ ምክትታል ክጥዕመኩም ኣብ ኩሉ ዘገድሶ ሰብ ድማ ክበጽሕ ምእንቲ ሳብስክራይብ ሼር ላይክ ክትገብሩ ብክብሪ ንዕድም ክሳብ ዝመጽእ ግዜ ሰላም